ንዝኽሪ ሓምሳ ዓመት ግፍዕታት ጸላኢ ሎሚ ኣስመራ ከም ተዘከረን ኤርትራ ሎሚ ተዓዊታ ከም ዝወዓለትን መራሕቲ ህወሓት ዝተስማዕምዑሎም ቀንዲ ምኽንያት ዝምልከትን ሩስያ ዝተኮሰቶ ቦምቦታት ድሮን ንመመንጨዊ ኒክለራዊ ጸዓት ከም ዝሃረመትን ፕሬዚደንት ትራምፕ ምስ ቀዳማይ ሚኒስተር ህንዲ ከም ዝተራኸቡን ዝብሉን ካልኦትን ኣለውና። ክስካብ መወዳእታ ሓቢርኩና ብምጽናሕ ነዛ ቻናል ሳብስክራይብ፣ ላይክ፣ ሸር ብምግባር ክትጅምርዎ ብኽብሪ ንዕድመኩም። ፕሬደንት ትራምፕ ትማሊ ምስ ቀዳማይ ሚኒስተር ህንዲ ናይ ጸዓትን ናይ ምክልኻልን ስምምዕነት ፈሪሞም። እንተኾነ ግን እዚ ናይ ህንዲ ረብሓ ትራምፕ ኣብ ናይ ንግዲ ሽርክነት ብዘቕረብዎ ቀረጽ ዝትንክፍ ይመስል። ህንዲ ድማ እዚ ከይተውግዶ እያ ትጽዕር ዘላ። ብኻሊእ ዜናና ድማ ሩስያ ዝተኮሰቶ ቧንቧታት ድሮን ንመመንጨዊ ኒኩለራዊ ጸዓት ቸርኖቪል ሃሪሙ። ንብዙሕ ክፋል ትሕቲ ቅርጺ እቲ መመንጨዊ ጸዓት ከም ዘዕነወ ሮይተርስ ዝሓበረ ኮይኑ፣ እንተኾነ ድሕሪ መጥቃዕቲ ጨረርታ ከም ዘይወሰኸ ናብቲ ኑክለራዊ መመንጨዊ ጸዓት ከም ዘይሃረመን ፕረይደን ዩክሬን ቭላዝሚር ዘለንስኪ ገሊጹ። ብኻሊእ ዜናና ድማ ንዝሓለፈ ኣስታት ሓደ ዓመት ክናቓቕፉን ክካሰሱን ዝጸንሑ መራሕቲ ህወሓት ውሽጣዊ ጸገሞም ብዘተን ዝርርብን ክፈትሑ ከም ዝተስማዕምዑ መራሕቲ ሃይማኖት ትግራይ ገሊጾም። ብመሰረት እቲ ሎሚ ኣብ ገጽ ፌስቡክ ተለቬጅን ትግራይ ተዘርጊሑ ዘሎ ሃበሬታ፣

ቦርድ መረፃ ኢትዮጵያ ትማሊ ኣብ ዘውፀኦ መግለፂ ድማ ህወሓት ኣብ ውሽጢ ሽዱሽተ ወርሒ ጠቕላላ ጉባኤ ክካየድ ብዘይምኽኣሉ ሕጋዊ ጥሕሰት ፈፂሙ ብዝብል ንመፃኢ ሰለስተ ወርሒ ካብ ፖለቲካዊ ምንቅስቓስ ክዕቀብ ምእጋዱ ይዝከር። እቲ ኣብቲ ክልል ጠንቂ ዘይምርግጋዕ ኾይኑ ዝፀንሐ ምግምማዕ ስዒቡ ቅድሚ ክልተ ሰሙን ኣዘዝቲ ሰራዊት ፀግዒ ዝሓዘ መግለፂ ምውፀኦም ነቲ ወጥሪ ከምዘጋደዶ ይፍለጥ። ኣብቲ ሎሚ ዝወፀ ሓበሬታ ብኽልቲኦም ወገናት ስምምዕ ንቕድሚት ክስጉም ዘኽእል መምርሒን ስነ ምግባርን ወጺእን ፈሪሞምን ከም ዘለዉ ይጥቀስ። እቶም መራሕቲ ሃይማኖት ብዛዕባ ዘካየድዎ ዘለዉ ዘተ ንመራኸብቲ ሓፋሽ ኣብ ዝሃብዎ መግለጺ ቀንዲ ነጥብታት ናይቶም ስምምዕ ዘርዚሮም ኣለዉ። በዚ መሰረት ጎንጻዊ ኣገባብ ከይጥቀሙ፣ ምልዕዓል ዘስዕብ ናይ ጽልኢ ጎስጓሳት ከይገብሩን ምፍርራሕን ዓመጽን ከውግዱ ቃል ኣትዮም። ብኻሊእ ዜናና ድማ፣ ሻድሻይ መድረኽ ዙር ኣልጀርያ፣ Zur Algeria 2025፣ ሎሚ ብሻድሻይ መድረኽ ውድድሩ ቀጺሉ ዝወዓለ ኮይኑ፣ እዚ ብኣቆጻጽራ ኣልጀርያ ሰዓት ዓሰርተ ሓደ ረፋድ ብዝጀመረ ጸወታ፣ ተቐዳደምቲ ካብ ቦስዳ ተበጊሶም ናብ ጅልፋ ሚእትን ዓሰርተ ሓሙሽተን ኪሎ ሜትር ርሕቐት ኣብ ዘለዎ ጸወታ ተጸሚዶም ዝወዓሉ ኮይኖም፣ በዚ ምኽንያት ድማ ሚክያስ ማእከለ ቀዳማይ ተዓዊቱ። ሻድሻይ መድረኽ ብሉጹ ብቐዓት ሚክያስ ማእከለ ዝተራእየሉ ኣጋጣሚ፣ ሎሚ ዝተጠቀመሉ ውጥን ጸወታ፣ ተቖጻጺርካ ዝግባእ፣ Laid Out፣ ብምግባር፣ ዓወት ሃገራዊት ጋንታ ኤርትራ ልዑል እጃም ኣበርኪቱ። ብኻሊእ ዜናና ድማ ማሕበር ታክሲ ዝኽሪ መበል ሓምሳ ዓመት ግፍዕታት ጸላኢ ኣብ ኣስመራን ከባቢኣን መኻይን ሰሊሞም ኣብ ጎደናታት ኣስመራ ሰልፊ ኣካይዶም። ዝኸበርኩምን ዝኸበርክን ተኸታተልትና ነዚ ሰዓት ዝሓዝናዮም ሓበሬታታት ነቶም ክትከታተልዎም ጸናሕኩም ይመስሉ ነይሮም። ኣብ ዝቕጽል ብኻልኦት ሓበሬታ ክሳብ ንራኸብ